መጀመርያ እዛ ቀያሕ ከምዚኣ ገይረ ስታይል ገይረ ኣለኹ ምስ ፀሊም ማለት እዩ ፀሊም ሌዘር ገይረ ፀሊም ጫማ ካብቲ ናይ ዘራ ቡትስ ገይረ ኣለኹ ማለት እዩ ቀይሕ ሕብሪ ፓፓ ቪዲዮ ውፅኦ ማለት እዩ ከምቲ ዝበልኩኽን ቀይሕ ከዓ ከለር ኦፍ ዘሲዝን ስለዝኾነ ናብ ዝኾትክን ኦስተር ቀይሕ ክትረኽባ ትኽእላ ኢኽን ድሕሪ ቀይሕ ትፈትዋ ክንክን ዋላ ቀይሕ ሊፕስቲክ ቀይሕ ኣዝማልቶ ማለት እዩ ኩሉ ቀይሕ ሕጂ ፋሽን ስለ ዘሎ ኣብዚ ሕጂ ግዜ ከምዚኣ ገይረ ነዚ ጸሊም ፓክ ገይረያ ኣለኹ ማለት እዩ ብትሊስት ዝቆሪ ክኸውን ከሎ ከምዚኣ ገይረ ስታይል ገይረያ ኣለኹ ማለት እዩ እዚ ሌዘር ረቂቕ ሌዘር ኣይኮነን ብውሽጡ ከም ዝደማመቕ ኣለዎ ዋላ ዊንተር ታይም ክገብሮ ዝኽእል ማለት እዩ ቅድሚ ክልተ ዓመት ገለ ከምቲ ዝበልኩ ክንገዝኦ እዮ ነይረ ብዙሕ ግዜ ገይረዮ ማለት እዩ ብጣዕሚ ጽብቅቲ ሌዘር ስረ እዚ ከዓኒ ናይ ቀደም ዝነበረኒ ሌዘር ኮች ሌዘር ኣብ ገዛ ማለት እዩ ኩሉ ግዜ ሌዘር እንድሕር ኣለና ኣብ ገዛ ኣብ ድኾነ ሲዝን ከምቲ ቁሪ ፎል ዊንተር ገለ ክኸውን ከሎ በቃ እዚ ንጠብለካ ማለትዩ ድኾነ ዓይነት ሌዘር ማለት እዩ ከምዚኣ ጌረ ስታይ ጌረ እዚኣ ከኣ ከምዚኣ ገረ ስታይል ገረያ ኣለኹ ማለት እዩ እዛ ቱታ ሕብራ ደስ ስለዝበለትኒ ፒክ ገረያ ማለት እዩ ብጣዕሚ ጽቡቅ ቱታ መብዛሕቱ ግዜ ከምዚ ቱታ እየ ዝገብር ቱታታት ብጣዕሚ እየ ዝፈቱ ዋላ ካብ ቀደመይ ቱታታት ብጣዕሚ እየ ዝፈቱ ማለት እዩ ከምዚኣ ገረ ስታይል ገረ ኣለኹ መብዛሕቱ ቱታ ካብ ቪክቶሪያ ሴክሬት ፒንክ እየ ዝገዝእ ምክንያቱ ናቶም ጽቡቅ ኩፖን ረኪብካ እንድሕር ስታይ ጌርካዮ ብጣዕሚ ጽቡቅ ስለ ዝኮነ መብዛሕትኡ ግዜ እሱ እየ ካብኡ እየ ዝገዝእ እዚ ከኣ ናይ ኣቸንዲ እም ሕብራ ደስ ስለ ዝበለትኒ ሕብራ ግሪን ብጣዕሚ ደስ ስለ ዝበለትኒ ፒክ ገይረያ ኣለኩ ምዚ ሌዘር ገይረዮ ጸናሕኩ ምስ ገይረ ገይረ ኣለኩ ጫማ ናይ ኖርማል ናይክ ጻዕዳ ገይረ ኣለኩ ማለት እዩ ሕጂ እዚ ጁሪ እዚ ዓቢ ጁሪ ስለ ዝገበርኩ ኣዘ ንጠብለካ ማለት እዩ ኩሉ ግዜ ድኾነ ክዳን ድኾነ እንድሕር ጅው ውስኽ ኣቢልናሉ ልውጥ ትብል ማለት እዩ ከምዚኣ ጌረ ስታይል ጌረያ ኣለኹ ምስታ ሌዘረይ ማለት እዩ እዚኣ ትመስል እዚኣ እንዲኣ ጌረ ኣለኹ ሕጂ ከዓ እዛ ብራውን ሌዘር ማለት እዩ ሌዘር ስረ ከምታ ፀላም ኮላስ ብራውን ማለት እዩ ሕጂ እየ ምፅእያ ካብ ኤች ኤንድ ኤም ማለት እዩ እንድሕር ብራውን ሌዘር ትፈትዋ ኮንኩን ሕጂ ኣብዚ ፎሊኻ ትረኽቦ ሕጂ ኣምጽኤዮ ማለት እዩ ብጣዕሚ ጽብቅቲ ኣየ ቸንድኤ ማለክን ኣብ ኩሉ ዘለክን ወላ ኣብ ረቋ ዘለክን ኣሕዋተይ ኩሉ ሓደ ስለ ዝኮነ ኣብኡ ክትረክባ ትክእላ ኢክን ማለት እዩ ከምዚ ገይረ ኩሉ ግዜ ክሪምን ብራውንን ብጣዕሚ ማሽ ትገብር ሕብሪ ስለ ዝኮነ ከምዚኣ ገይረ ስታይል ገይረ ኣለኩ ጫማ ከዓ እዚ ኣግስ ገይረ ኣለኩ ማለት እዩ እቲ ኣግስ ብቀዳማይ ዘረኣኩም ፕላትፎርም ኣብ ዝሓተትክና ኣሕዋተይ ገሊኡ ኣብ ከዓኒ ድሕሪ ዘይረከብክኖ ኣብ ቪክቶሪያ ሴክሬት ኦንላይን ኣለክን ማለት እዩ ብፍላይ እንድሕር ናይ ቪክቶርያ ሴክሬት ካርድ ኣለክን ብዲስካውንት ክትረኽቦ ትኽእላ ኢኽን ማለት እዩ። እንድሕር ከምኡ ዓይነት ድመስል ደሊኽን ከኣ ንዕድመስል ኣብ ዘይኮነ ከኣ ኣብ ኣማዞን ኣለክን ማለት እዩ። ኣድስ ፕላትፎርም ኣድ ዱፕ ገለልክን ኣብኡ ክትረኽቦ ትኽእላ ኢኽን ማለት እዩ። ሕጂ ኣነ ምስ ዝጎልፈ ገይረ እቲ ጎልፎ ናይ ፍሪ ፒፕል ጎልፎ ካብ ኖርስቶም ቅድሚ ክንደይ ዓመት ገዛእኹዎ ማለት እዩ። ክልቲኡ ከምቲ ዝብልኩ ክማች ስለ ዝገብር ከምዚኣ ገይረ ስታይል ገይረ ኣለኹ ማለት እዩ ብራውንን ክሬምን ኣካ ምስኡ ማለት እዩ ኩሉ ማሽ ትገብር ሕብሪ ማለት እዩ መብዛሕትና እዚ ሕብሪ ገይረ ዘለኹ እዚ ክዳውንቲ ገለ ኣብ ክሎዘትና ኣለና ማለት እዩ ግን ሲምፕል ከምዚ ገይርና ንዝንጠሉ እንድሕር ደገ ክንወፅእ ደሊና ከዓኒ ዝንጥልና እንድሕር ክስታይ ክንብል ደሊና ብዝቑሩ ከዓ ዓዲ ቁልፊ እዚ መዓንጣና ኣብ መዓንጣና ገይርና ከምዚ ገይርና ንገብሮ ድሓር ዊንተር ክኸውን ከሎ ከዓ ቁሪ ክኸውን ከሎ ከዓ ዝኾነ ዓይነት ሌዘር ጃኬት ከምቲ ባመር ጃኬት ብቐዳማይ ደርኣዋኹን ጌርክን ከዓኒ ከምዚኣ ጌርክን ዝንእ ትብላ ማለት እዩ ከምዚኣ ጌር ኣነ ስታይል ጌር ኣለኹ እዚኣ እዚኣ ከዓኒ እዛ ስከርትን እዛ ናይ ላዕልን ካብኡ ኤፒክ ጌርየን ማለት እዩ እንዳሓለፍ ከለኹ ክኣቱ ይሓስብኩ ነረ ኤች ኤንድ ማለት እዩ ደሓር ነዚ ክዳን ነዚኤን ክልቲኤን ምስ ረኣኹ እየ ኣትየ ማለት እዩ ኣብቲ ባምቡላ ክልቲኡ ጌሮም ክሳይ ምስ ገብርዎ በቃ ብጣዕሚ ደስ ክብለካ ማለት እዩ እዚ ኩሉ ግዜ ክንገብሮ ንኽእል ኢና ዋላ ኒው ይር ክሪስመስ ዝኾነ ፓርቲ ኣለና ዋላ ብድኾነ ድኾነ ኦኬዥን ንሕር ኣለና ከም ንሕር ኣለና ኩሉ ግዜ ጽቡቅ እዩ ማለት እዩ ሲምፕል ድኾነ ነገር ጌርካ ዝንጥ ትብል ዋላ ካምቻ ጥራሕ ጌርካ ትገብሮ ማለት እዩ ደሓር በቃ ምስ ዝቀይሕ ከኣ ፓክ ድኾነ ከለር ማለት እዩ እዚ ርቕቕ ዝበለ ርቕቕ ዝበለ እዩ ብላዕል ድኾነ ነገር ክንገብር ኣለና እምበር ነዚ ቁሪ ድኸውን ክስታይ ኣይኮነን ማለት እዩ ከምቲ ሓደ ጎርፎ ደረኣ ክኾን ኣይኮነን ግን በቃ ምስ ረኣኹዋ እዛ ጎናስ ምምዝያ ክልቲኤን ምስ ገበረወንሲ በቃ ደይሓሰብኮ ንዕኡ ርእያ ኣትየ ማለት እዩ ብጣዕሚ ጽብቕቲ ብጣዕሚ ደስ ትብለካ ሕጂ ንክሪስመስ ኒውየር ዝኾነ ሃሊደይስ ንሕላለፍን ወላ ቴንክስ ጊቭን እንድሕር ክንከይድ ደሊና ማለት እዩ ሲምፕል ከምዚኣ ጌርካ ዝንጥ ኢልካ እንደገና ንኩሉ ግዜ ከዓኒ ናይ ናይ ሃሊድ ናይ ክሪስማስ ሕብርታት ስለ ዝኾነ ከዓኒ ኩሉ ግዜ ከም ሲዝን ክኸውን ከሎ ከዓ ክንገብሮ ንኽእል ማለት እዩ ከምዚ ፋሽኑ ዘይወድቕ ክዳን ማለት እዩ ብጣዕሚ ፅበቲ ከምዚኣ ገይረ ስታይል ገይረያ ኣለኹ ነዋሕ እያ ማለት እዩ ጫማ እዚ ናተይ ጫማ ናተይ ኣብ ገዛ ዝነበረኒ እየ ገይረ ዘለኹ ሲምፕል እቲ ናይ ክሳድ ከዓኒ ኣይቀይርን እየ ዘለኹ እዚ ግዜ ክስታይ ከይገብር ኢለ ከምዚኣ ገይረ ትገብሮ ዘለኹ ኣብ ኩሉ ጁሪ ሓደ ዓይነት ጁሪ ማለት እዩ እዚ ናይ ኢድ ክስታይ ገይረ ከምዚኣ ገረ ዝንጥ ኢለ እዳ ኣለኹ ማለት እዩ እዚኣ ትመስል ናይ ብሓቂ ጽብቕቲ እዚኣ ደይሓሰብ ኮን እዚኣ ኢሎም ዝኣተኹ እየ ዝኹሉ ገዚኤ መጽየ ማለት እዩ ከምዚኣ ገረ ስታይል ገረ ኣለኹ ናይ ብሓቂ ጽብቕቲ እያ እዚኣ ከዓ እዛ ናይ ላዕሊ ማለት እዩ ባዲሱትያ በዚ ድእሰር ማለት እዩ ኩሉ ግዜ የለክን ብቀዳማይ ማለት እዩ ጭፕትሊስ ነገር ድኮነ ዓይነት ከምዚ ሲምፕል ሲምፕል ነገር ካብ ኤችንዲኤም ጽቡቅ ጽቡቅ ኣሎ እዚታት ሲምፕል ነገር ተለና ከኣ ድኮነ ነገር ክንገብር ኮለና ክንክደን ኮለና ኣይጸግመናን እዩ ማለት እዩ ሕጂ እዚኣ ካብኡ ፒክ ገይረያ ማለት እዩ ሕጂ ሓጺር ስከርት እንድሕር ሪኢክኖ ኣለኹም ኮንክን ከምዚ ፋሽን እዩ ዘሎ ብዚ ሕጂ ግዜ ማለት እዩ ወላ ነዊሕ ወላ ሓጺር ከምዚ ዓይነት ስከርት ከኣ ክስታይ ደሎ እዚ ፋሽን እዩ ደሎ ማለት እዩ እዚ ሕጂ ኣነ ቅድሚ ክልተ ዓመት ሰለስተ ዓመት ካብቲ ጀማክስ ገርዮ ዝነበርኩ ገዚኦ እየ ዝነበርኩ ማለት እዩ እንድሕር ደሊኽን ወላ ሌዘር ሓጺራ በዓልቲ ጀማክስ ማርሻል ክትረኽባ ትኽእላ ኢኽን ማለት እዩ ወላ ሜሲ ሕስር ሕስር ድበለ ማለት እዩ እዚ ካብኡ ፒክ ገረዮ ማለት እዚ ናይ ላዕሊ ፒክ ገረዮ ማለት እዩ እዚ ግን ናይ ቀደመይ ዝነበረ ማለት እዩ እዚ ናይ ኤች ኤንድ ኤም እዚ ስቶኪን ርጉድ ዝበለ ንዊንተር ዝኸውን ገይረ እዚ ብራውን ቡትስ ናተይ ኣብ ገዛ ዝነበረኒ ማለት እዩ ከምዚ ገይረ ስታይል ገይረ ኣለኹ ማለት እዩ ሲምፕል ነገር ጥራሕ ኣየናይ ምስ ኣየናይ ከም ትኸይድ እንድሕር ፈሊጥናዮ ማለት እዩ ኣብ ገዛና ዘለና ሲምፕል ከምታት ገዚእና ክስታይ ክንገብር ንኽእል ኢና ማለት ሓደ ሓደ ግዜ ብዙሕ ክዳውንቲ ንገዝእ ግን ከመይ ከመይ ጌርካ ዓቕልኻ ጸበካ ክትሪኦ ከለኻ ማለት እዩ ግን ኣየናይ ምስ ኣየናይ ትኽደኖ እንድሕር ክስታይ ትኸውን ወላ ኣነ ሕጂ ፒክ ክገብር ከለኹ ክዳን ስቑኢለ ኣይኮንኩን ፒክ ዝገብሮ ማለት እዩ እንድሕር ርእያ እዚኣ ምስ ምስ ክስታይ ስታይል ክገብራ ክእል እየ ኢለ እየ ዝገብሮ እምበር ርእዩ ኣቢለዮ ፈትየዮ ኢለ ስቑኢለ ዝኾነ ክዳን ኣይገዝእን እየ እንደገና እዚ ሲምፕል ሲምፕል ከምዚ ከኣ ካብ ኤች ኤንድ ኤም ክንገዝእ ንኽእል ኢና ማለት እዩ ከምዚ ገይረ ስታይል ገይረ ኣለኹ ነቲ ናይ ስከርት ትረንድ ከርእየክን ኢለ ማለት እዩ ቡትስ ከዓ ብራውን ቡትስ ፎል ናይ ፎል ቡትስ ዋላ ኣብ ዊንተር ክንገብሮ ንኽእል ኢና ማለት እዩ እዚ ብጣዕሚ ኮምፎርት ቡትስ እዩ ቅድሚ ክንደይ ዓመት ካብ ኖርስቶን ዝገዛእኹዎ ማለት እዩ ሕጂ ኩሉ ግዜ ገብሮ ማለት እዩ ከምዚ ፎል ክኸውን ከሎ ዋላ ዊንተር ክኸውን ከሎ ከዓኒ ዝኾነ ዓይነት ብራውን ጃኬት እቲ ብቐዳማይ ዝረኣኹም ብራውን ጃኬት ካብ ፋሽን ኖቫ ዝገዛእክዎ ኮምኢታት ጌረ ብላዕሊ ዋላ ምስ ጅንስ ክገብሮ ይክእል ዋላ ምስ ዝኮነ ነገር ማለት እዩ ዋላ እዚ ስክርት ከይገብር እዚ ስረ ከይገብርና ከዓኒ ኣብኡ ከሎ ዋላ ምስቲ ደነ ምስ ከደረኣኹኹም ብቀዳማይ ክንገብሮ ንክእል ከምዚ ጌርና ዝንጥ ንብል ማለት እዩ እቲ ጁሪ ኣይቀይርን ዘለኹ ብጣዕሚ እዩ ጁሪ ዝፈቱ ከም ዝበልኩኹም ግን ነዚ ቪድዮ በቃ ሓንቲ ጁሪ ድገብር ዘለኹ ማለት ኣይቀየርኩን ግዜ ክስታይ ከይከውን ኢለ በቃ ከምዚኣ ገይረ ስታይል ገይረያ ኣለኹ ማለት እዩ ዝኾነ ዓይነት ጎና ተለክን ወላ ሌዘር ጎና ዝኾነ ዓይነት ጎና እንድሕር ኣሎ ከምዚ ቡትስ ገይርና ማለት እዩ ምስታይ ንገብሮ እንድሕር ኣብዚ ኣሜሪካ ዘለኽን ከዓ ኣብቲ በዓልቲ ጄማክስ ፅቡቅ ፅቡቅ ብራውን ጎና ሌዘር ክንረክብ ንኽእል ዝኾነ ዓይነት ማለት እዩ ከምዚ ገይርና ስታይል ንገብሮ ማለት እዩ እዚኣ ከዓ ከምዚኣ ገይረ ስታይል ገይረ ኣለኹ ማለት እዩ ካልእ ከኣ እቲ ብቀዳማይ ዝገዛእክዎ ጅንስ እዚ ማለት እዩ ከርእየክን እየ ኢለክን ነይረ ካብ ኤክስፕረስ ዝገዛእክዎ ማለት እዩ ከመይ ገይረ ስታይል ከም ዝገበርክዎ ከርእየክን እየ ኢለክን ነይረ ምስዚ ጫማ ምስ በሊሕ ጫማ ማለት እዩ እቲ ካብ ኖርስትሮም ራክ ዝገዛእክዎ ጫማ ማለት እዩ ምስኡ ገይረ ስታይል ገይረዮ ኣለኹ ከምዚ ገይረ ሌዘር ገይረሉ ሲምፕል ማለት እዩ እንድሕር ቁሪ ዘይኮነ ከምዚ ገይርና ስታይ ክንገብሮ ንኽእል እንድሕር ቁሪ ኮይኑ ከዓ ወላ እቲ ጎልፎ ክሪም ደረኣኹ ብላዕሊ ገለ ገይርና ክንገብሮ ንኽእል ማለት እዩ ከምዚኣ ጌረ ስታይል ጌረያ ኣለኹ እዚ ገፊሕ ጅንስ ከምቲ ቀደም ንገብሮ ነበርና ሕጂ ፋሽን መጺ ኣሎ ከምዚ ሸሊሕ ጌርካ ማለት ሸሊሕ ጫማ ጌርካ እንድሕር ሪኦ ክነኡ ኮንኩ ናብ ዝኾነ ማለት እዩ ኣብ ኢንስታግራም ወላ ፒንተረስት ገለ መለ ከምዚ ጌርካ ስታይል ትግበር ማለት እዩ ከምዚ ጌረ ስታይል ጌረ ኣለኹ እዚ ሸሊሕ ቡት ማለት እዩ እዚ ጅንስ ከዓ እቲ ናይ ኤክስፕረስ ደረኣኹኹን ከርእየክን ከመይ ጌረ ስታይል ስለዚ ከም ዝገበርክዎ ስለ ዝበልኩ እየ ዝርእየክን ዘለኹ ከምዚኣ ገይረ ስታይል ገይረያ ኣለኹ ምስዛ ሌዘር ጃኬተይ ገይረ ማለት እዩ ናይ ለማዓንቲ ቪድዮ እዚኣ ትምስል እንጀቢር ክነኣ ክትኮና ተስፋ ገብር ሓደሽቲ እንድሕር ኮንክን ሳብስክራይብ ግበራ ፕሊስ ከም ኩሉ ግዜ ኮመንት ላይክ ሼር ትገብሮ ከዓ ብጣዕሚ እየ ደመስግነክን የቐንየለይ ናይ ለማዓንቲ እዚኣ ትመስል ኣብ ቀፃሊ ብካልእ ክስና ንራኸብ ከዓ ብሰላም የራኸበና